ግን ናብ ኮፍ ኢሉ ናብ ኮምፒተር ጥራይ ከም ዝዛረብ ጌራቶ ሕጂስ ስራሕ ተሳጎድ እንተ ትኸውን ኔራ ዶ ምሓሸ እቲ ሰብሲ ፍታሕ ምምጸኤ
ሕጂስ ሕጂ ኩሉስ ኮምፒተር ሒዙ ከም ዝዛረብ ከኣ ጌራቶ በቲ ሓደ ጸወታ እኮ ብሰንኪ እዛ ደርፊ እዚኣ ኢና ወጺእና ይብሉ ብዙሓት ሕጂ እቲ ዝበልካያ ምፍራህ ኣይትፈርህን ዶ ወይ ትብዓትን ዝብል ግን ደሓን እዩ ከም ምፍራህ ወይ ጽሉል እየ

ኣልበም ምልእቲ እያ እወ ኣልበም ምልእቲ እወ ኣልበም ምልእቲ እያ ግን እቲያ ተዛረብ ትብል ነቲ ኣልበም ቀቲላታ ዶ ትብል ምክንያቱ ኣብቲ ኣልበም ኣነ ሕጂ ዳርጋ ኣይፈልጠንን እየ ቴን ካልእ
ብሓንሳብ ተዘርጊሓ ነቲ ደርፍታት ቀቲላቶ እያ ከም ዝርድኣኒ እወ ጂ ተዛረብ ከምቲ ነቲ ሽዑ ግዜ ትገልጽ

ኣብ ርእሲ እታ ካሴት ናፍቖት እያ ትብል። ናፍቖት እያ ትብል።
ሕጂ እዚኣ ኣብኡ መበል ሻውዓይቲ ድያ ገለ እያ ዘላ። ነዘን ኩለን ሰብ ሽዑ ፓልቶግ ነይሩ። ፓልቶግ ኣውፅኡ ዘን ደርፈይ ስቕ መን ክፈልጠን ወላ ሓደ ኣይፈልጠን። ኣብ ስቱድዮ ተሃሪመን ምስ መፃ እዚኣ ቀቲላተን። በቃ እምበር ክሳብ ኣብታ ቀዳመይቲ ካሴት እያ ማለት እዩ። ኦኬ ጽቡቕ ሕራይ ክቡራት ተኸታተልቲ ኖህ ኢንተርቴንመንት ከምዚ እትርእይዎ ዘለኹም ምስ ክቡር ስነ ጥበባዊ ዘርእሰናይ ግርማይ ነዕልል ኣለና ጽቡቕ ናይ ምርድዳእ መንፈስ ናይ ኣውደኣመት መንፈስ ሒዝና ምስ ሰሓቕ ንጸወታ ብዘይ ምስልቻው ንዕልላልና መስለኒ ተሓጉስኩም ክትኮኑ ተስፋ ንገብር መደብና ክቅጽል እዩ ምሳና ድሓር ድሓር ንእሽቶ ከተስማዓኒ ኢኻ ድሓር ተዛረብ ንእሽቶ ከተስማዓኒ ኢኻ ሓንቲ እዚ ኣነ ቀሪበልካ ዝመጻኹ ኣይኮነን ካብ ብዙሓት ሰባት ናትካ ተኣሽሙ ናትካ ተዓዘብትን ናትካ ፈተውትን ዝሰደዱለይ እዩ ግድን ከኣ ሕተቶ ስለ ዝተባሃልኩ ክሓተካ እየ። ጸገም የብሉን። ሐራይ እስከ ኣውደኣመት ኣውደኣመትሲ ኣብ ስደት ኣበዓዕላ ናይ ኣውደኣመት ሃዋህው ናይ ኣውደኣመት ኣብ ስደትን ኣብ ዓድናን ወይ ኣብ ሃገርናን እንታይ እዩ ፍልልያ ጥበብ ዓይኒ ማለት እዩ።
ዋእ እዚ ብኹሉ ነገር ኣይራኸብን እዩ። ሓደ እዚ ኣብዚ ኣውደኣመት ኣሕሊፍካ ኣየሕሊፍካ ዋላ ሓንቲ ኣብዚ ኣውደኣመት የለን። ምናልባት ትሰርሕ እንተኾንካ ካብ ስራሕ ትዕርፍ ገዛ ትውዕል እቲ ካልእ ዝግበር ክቡር ባህላዊ ባህላዊ ናይ ባህልና ነገር ብሕብረተሰብ እንትመፅኻና ካብ ስነ ጥበብ ወፃእ ማለት እዩ ኣውደ ኣመት ኣብ ዓድና ኣዝዩ ዓብይ ዓብይ ሓጎስ ኣለዎ ኣብ ኣእምሮኻ ሓጎስ ኣለዎ ኣብ ነብስኻ ሓድሽ ክዳውንቲ ዓቕሚ እንተልዩኳ ትረክብ ምስ ቤተሰብካ ዋላ ሰብኣይን ሰበይትን ተባኢሶም እንተቐኒዮም ኣብቲ ኣውደ ኣመት ፅቡቅ እዮም ዝዕረቑ ናይ ገዛእ ርእሱ ክስታይ ኣለዎ እሻ ኣለዎ ፍስሃ ነገስ መንፈሳዊ ፍስሃ ነገስ ወደ መሲ ክቡር ኩሉ ነገር ሕጉስ ዝብል ሕጂ ኣብ ስነ ጥበብ እንድሕር መፂኻ ከዓ ኣውደ ኣመት መዓት ምሽብሻብ እዩ ዘለዎ እቶም ስነ ጥበባውያን መድረኽ ገይሮም ህዝቢ ከዘናግዑ ውዕሉ ኮሜዲ ካብ ስድርኦም ይፈላለዩ እዮም እቶም ደረፍቲ ድዮም እቶም ዝኾነ ስነ ጥበባውያን ሙዚቀኛታት ካብ ስድርኦም ተፈልዮም እዮም ዝብል ኣበል። ኣብቲ ዝወዓልዎ ቦታ ግን ስድራ ከ ኣለዎ እቶም ኦ። ናይ ሃገራውያን ስድራ ኦ። በቲ ኢሎም በቲ ተሓጒሶም እዮም ዝብል ያ። ሕጂ ኣውደ ኣመት ኣብዚ ናብ ዓድና ኣይራኸብን እዩ እዚ ኣውደኣመት ዘይብሉ ዓለም እዩ።
ናይ ኣጋንንቲ ዓለም ኣውደኣመት ዘይብሉ ዓለም እዩ። ምክንያቱ ከምቲ ንሕና ማለት እዩ ነቶም ንዕኦም ከምኡ ኮይኑ ባህሎ ንኾኖ ንኾኑ ኣነ ግን ኣብዚ ዓሰርተ ሰለስተ ዓሰርተ ሸውዓተ ዓመት ገይረ ኣውደኣመት ርኢ ይፈልጥኒ

ግን ኣብዚ ዓዲ ኩሉ ነገር ኣለና ፍርጅና ሙሉ እዩ ስጋ መዓልታዊ ኢና ንበልዕ ወላ ንሓርድ ኩሉ ነገር ኣለና ዝሑል ኣለና ውዑይ ኣለና መግቢ ፅቡቅ ክዳን ንክደን ክራባታ ንገብር ባድላ ንገብር ከምዚ ሕጂ እውን ትሪኦ ዘለካ እዚ ኣቦይ ጥራይ ይገብሮ ነይሩ ሕጂ ኣብ ኩሉ ኮይኑ ወላ ዓቕማዊ ትሕዝቶ እወ ሕጂ ወላ ናእሽቱ ቆልዑ ከምዚ ኣለዎ ኣብ ዓድና ዋላ ኩሉ ዘይብልካ እቲ ኣውደኣመት ጥራይ እቲ ክትሓልፍ እንከለኻ ሽታ ናይ ስዋ ድዩ ናይ ጸብሒ ድዩ ናይ ኩቦ ድዩ ናይ ብዙሕ ነገር እዩ ተሃዋህው ነቲ ውደኣመት ዘብሎ ሕጂ ጽቡቕ ስለዚ እዚ ኩሉ እንብሎ ዘለና ኣምላኽ ኣብ 2021 ኩሉ ወዳዲኡ ኣውደኣመት ዘዝመጽእ ኣውደኣመት ኣብ ዓድና ንሕልፈን ይግበረና እወ ሓራይ ሰናይ ሕጂ ኣብዚ እዋን እዚ ሓንቲ ሓዳሽ ስነ ጥበባዊት ስራሕ ሰሪሕካ ኣለኻ ብዛዕባ እዚ ኩነታት እያ ትትንክፍ ግን ሓደ ሓደ ነገር ኣሎ ሰናይ ኣብቲ ግጥምታት ባዕልኻ ዲኻ ትገጥሞ ወይስ እወ ሕጂ ኣነ እቲ ትግርኛ ብዙሕ ኣይርዳእንን እቲ ኣብኡ ናትካ ዘንብቦ ማለት እዩ ቁሩብ ታሽሙ ይኾነኒ ኣነ ከምዚ ቀጥታ ትግርኛ እየ ዝርዳኣኒ ማለት እዩ ሕጂ ወላ ዓም ርእያ ርእያ ሲ ክትርዳኣኒ ኣይከኣለትን ማለት ሲ ፅቡቅ ገይሩ ሲ ብሩህ ዝኾነ ንዓይ ክትርዳኣኒ ኣይከኣለትን ሕጂ ነቲ ካልእ ሰብ ከዓ በዚ ናተይ ዓይኒ ርኢ ጠሚትዮ ሕጅስ ንምንታይ ደይሓቶ ምክንያቱስ እስከ ግልፅልፅ ኣብለሎም ከምዝን ከምዝን ማለት እዩ ከምዝን ከምዝን ማለት እዩ ኢልካ ኣብርህ ከተብለለይ ብዛዕባ ዝሓዳሽ ስራሕ ሕጂ እዚኣ ከመይ መሲሉካ ደርፊ ኩሉ ግዜ ግጥሚ ማለት እዩ ደርፊ ዜማ ክቀያየር ይኽእል እዩ ክልሕልሕ ይኽእል ክዋሳሰብ ይኽእል ሕጂ ኣነ ከም ናተይ እምነት ደርፊ ማለት ግጥሚ እዩ ቃላት ቀሊል እዩ እኮ እዛ ገዛ እዚኣ እንተልናያሲ ብዙሓት እምነት ኣርዮም እዮም ሰሪሖማ ሓንቲ እምን የኮነትን ገዛ ኮይና ኮፍ ኢላ ዘላ ህጂ ግጥሚ ከኣ ከምኡ ማለት እዩ ብዙሓት ቃላት ተኣርሞ ተላቅሞ ተዋስቦ ህጂ እታ ደርፊ እንታይ እያ ትብል መወከሲ ክኸውን እያ ትብል ምክንያቱ ዳሪክቲ ነቲ ሰብ እንታይ እዩ ከወክሰኒ ደልዩ እንተኾነ ስራሕ ሲ መወከሲ ክኾነካ ነዚኣ መርኣያ ንዓኣ ትመስል ብዕንጨይቲ ስራሕ ይብለካ መወከሲ ግን እንታይ ኮፍ ኣብላ

በቃ ኣስካኪዑ ኣስካዕካዕ ኣቢሉ እዩ ዝገልፆ ምክንያቱ ጥልያን እዩ ካብዚ ጥልያን ሽምባሽ መሎቅባሽ እናበለ እዩ ካብዚ ወሲድዎም ማዕረጎም ሽምባሽ ይህቦም መሎቅባሽ ብረምበራስ ይህቦም ብረምበራስ ገለ መለ እንዳ ሰርጀንተ እንዳሃበ እዩ ወሲድዎም ደሓር ኣብ ትሩብሊ በፂሖም ምስ መፁ እ፣ ትርብሊ ጸላኢና ይክዶ ኢሎም ጠፊኦም እዮም መጺኦም ኣብኡ ኣለዉ በዓል መሓመዶ መሓ ኩሎም እቶም እዚኦም ግን መን እዮም እ። እቶም መስላም እቶም ልብያውያን ሲ ኩሎም መሓመድ ዓብደላ ሳልሕ ገለ እዩ ሽማቶም እወ። ልብያውያን ማለት እወ። ኣብኡ ኣለዉ በዓል መሓመዶ ብኻራ ገዲፎም ብጋሌዶ ንረኽባ ነበርና ኣያጋዶ ኢሎም ኣዘንትዮም እወ፣ ማለት እወ። እዩ እጂ እዚ መወከሲ ንመጀመርያ ኤርትራዊ ካብ ሃገሩ ወጺኡ ናይ ልፍንቲ ናይ ኩናት ከይዱ ኣሎ ማለት እዩ ኦኬ ሕጂ ኣብዚ ግዜ እዚ ከምኡ ዛንታ ትሰምዕ ኣይቀዳዊናን እዩ ካብ ቤትና ወፂና እንገብሮ ወፍሪ ምክንያቱ ኤርትራ ንመጀመርያ ግዜ እያ ሕጂ ብወግዒ ንሰምዕ ዘለና በቃ ኣብዚ ግዜ እዚ ምስ ኢትዮጵያ ምስ ዶክተር ኣቢ ኮይኖም ሲ ንህወሓት ዝሃርሙ ከምኡ በሃል ንሰምዕ ኣለና ኣይቀዳዊናን እዩ ምኽንያቱ ንሕና ዝነበርናሉ ውትህድርና ብባድመ ንዋጋእ ኔርና መሬትና እዩ ተባሂልናስ ብዛላምበሳ ንዋጋእ ብዓሰብ ንዋጋእ እዚ መሬትና እዩ ወሲድናሎም ንእሽተይ ክንከውን ንኽእል ወሲዶም ድማ ክኾኑ ይኽእሉ ኣብኡ ግን ክርክር ኣሎ ኦኬ ካብኣ ሓሊፍካ እንድሕሪ ኬድካ ግን ንሕና ወሪርና ኣይንፈልጥን ኢና ዘሚትና ይንፈልጥ ወሪርና ኣይንፈልጥ ተዘሚትና ተሃሪብና ተወሪርና እምበር ኣስተንተን ኣስቆር ቆርጢግና እምበር ተፀረፍቲ ይኮና እጅታ ደርፊ ካብኡ እያ ትጅምር ኣይቀዳዊና እዩ ካብ ቤትና ወፂና እንገብሮ ወፍሪ እያ ትብል ሕጂ ሕሰብ ምክንያቱ እንዲኣርካይድካ ሓንቲ ሃገር ንሕና ሕጂ ኩሉ ግዜ ንኢትዮጵያ ንሓምዮም ቅርስና ወሲዶም ባህልና ወሲዶም ስነ ጥበባዊ ፍርያትና ከይተረፈ ንኢትዮጵያ ከይዱ ኩሉ ኣቑሑትና ከይተረፈ ንኢትዮጵያ ከይዱ ባህልና ከይተረፈ እዚ ንሕና ከዓ ከምዚ እንድሕር መዚ በጃኻ ሕሰብ ንዝመፅእ ወለዶ ሕርኽራኽ ኣይተግደፈሉ ሕጂ እታ ደርፊ ከምዚኣ ሕሰብ ኣይተምፅእ ሰበብ ብሰበብ ከይትኸውን ኣብ ሰበብ

ሕጂ ምስዚ ዝሃብካኒ መብርሂ ደጊመ ምስ ሰማዕኹዋ ናይ ግድን ክትርድኣኒ እያ ጽቡቕ ጌራ። ብጣዕሚ ጽቡቕ ስራሕ ኢኻ ሰሪሕካ። ሓደ ኣብ መብዛሕትኡ ሕማቕ ኩነታት ክፍጠር እንከሎ ኩሉ ግዜ ኣብ ጎድኒ ህዝቢ ደው ምባልካ

ሕራይ ሰናይ ሓወይ ሓንቲ ውን ኣብ ስቲድዮ ዘላ ምናናን ክናናን ትብል ስራሕ ኣላትካ ሕጂ ምስ ወጸት መታን ጽቡቅ ጌርና ነስተማቅራ ከምዚኣ ካልኣይ ሕቶ መታን ከይሓተካ ኢለ ሕጂ ቅድሚ ምውጻኣ ሲ እስከ ገለ እስከ ምናናን ክናናን እንታይ እዮም እስከ ኣብርህ እስከ ብለለይ ሕጂ
ምናናን ክናናን ጽንጽዋ እዩ

ማሕበረሰብ ትፈልጥ እንደ ከተማ ኣይኮንኩን እጂ ኣብቲ ተዕልል ዲመይ ዳዲመይ ዲመይ ዲመይ ኖራ ኖራ መስኮራ መስኮር መስኮር ግንዶ ገለ ዝበሃል ከምኡ ተዕልለካ ብብእብረ እጂ ምናናን ክናናን ዝበሃሉ ነይሮም ሃበል
እጂ እዞም ምናናን ክናናን ዝተላጎቡ እዮም
እግሮም ክልተ ኢዶም

ክናና ሞይቱ እባ ምናና ሞይቱ ክናና ተሪፉ ሕጂ ተላገቡ ሰብ የለን ሓደ ሰብ ሞይቱ ተላጊቦም ፈንጭሎም ከይቀብርዎ እቶም ሽዑ ዝነበሩ ሕብረተሰብ ከዓ ካብ ሰብ ፈንጭልካ ሬሳ ኣይቅበርን ክከኣል ኣይተኸእለን ንሓርቲ ከዓ ገንቢ ሓዊ ሒዙ ነዊሕ ሰለ ኢሉ ከይዱ ማለት ሓር ነዊሕ ከይዱ ዝጨንዎ ገንቢ ሒዙ ነዊሕ ኣይንርኣዮ ሕማቕ ትርኢት ኮይኑ ሽዑ ሰባት ክረግሙ ንሕና ኣብነት ብናእሽና ከለናስ ድሙ ንቐትል ከልቢ ጥሪ ንሃርም ገለ ኣሎና ናእሽቱ ኮንካ ኤ ዝኸልቢ ስዒባ ቀቲልካዮ መትክናና ምት ይብለካ ሕጂ ረግመካ ሰብ ሸ እንታይ እዛ መትክናና እንታይ እዛ ክናና ምናናን ካብኡ ተበጊሰ እያ እታ ምናናን ክናናን ትብል
ድሓር ዓባየይ ከምኡ ኢላ ተዕለኒ ኣነ ከዓ ንምርግጋፅ ኣደይ ጨጉሪ ድሙ ዝበሃላ ነይረን ኣብቲ ገዛውትና ንሰን ከዓ ይዕላና ከም ኣይደግማለይ ማለት እዩ ደሓር ምስ ለቦም ምስ ዓበኹ እዩ እዙይ እዛ ደርፊ እዚኣ ሕጂ ምናናን ክናናን ትብል እቲ ኩነታት ናይ ምናናን ክናናን ምናናን ክናናን ዝተሓዛዘሉ ልሳኖም ክልተ ሓደ መሓውሮም ምናና ግን መይቱ ንክናና ሓዚሉ ነዊሕ ተጓዒዙ ገንቢ ሓዊ ፀይሩ ናይ ስጋ ኮይንዎ ነዊሕ ሰለይሉ ንሱ ተፈድይዎ ሕሉፍ ብጥቕልሉ ቅዱምን ድሕሩን ኣብ ጫካ ዝፈለሱ ሕጂ ረዮ መን እዮም ምናናን ክናናን ረዮ ቅዱምን ድሕሩን ኣብ ጫካ ዝፈለሱ ተልእኾኦም ማዕረ እናተዋዳደሱ ኣብ ቅዳሴ ማዕረ ብሓደ ይቕድሱ፣ ኣብ መኽፈልቲ ግን ይባእሱ። ከም ሃለቃን ቀሽን ማዕረ ይቕድሱ፣ ኣብ መኽፈልቲ ይባእሱ። እንታ ደርፊ ከመይ እያ ሕጂ ኣብ ምብላዕ ተባኢሶም፣ ኣብቲ ካልእ ግን ታንካ ሃሪምና የዕልሉጥ እዮም። ታንካ ሃሪሞም ከምዚ ቦታ ሓኒቕናዮ ከምዚ ኣየር ኣቃጺልና ይብሉ እዚኦም ከኣ ከምኡ ይብሉ ንሓደ ተሓጋጊዝና ይብሉ ንሓደ ከምዚ ሕጂ ከምዚ ይብሉ እቲ ዕላል ማዕረ መጹ ኣብ ምብላዕ ግን ይበኣሱ እሞ ንዓና ከኣ የፍ- ንፈልስ ንሕና ከኣ ንፈልስ ናይ ብሓቂ ከምኡ እያ እታ ምናልባት ክናና እ፣ ዝወልዕዎ ነገር ተሸንጊሉ እንከሎ ጓል መንገዲ የምጽኡ ዕንኪል ዕንኪል ኣሎ

ኮረና ብዙሕ ሽግር ኣምፂኡ ኣሎ ብፍላይ ብፍላይ ከዓ ኣብ ስነ ጥበብ ዓብይ ተዕሽም ገይሩ ኣሎ ማለት እዩ ሰብ ኣብ ኩሉ ማሕበረሰብ ከምኡ እንዲ ኮይኑ ዘሎ ግን ንጥበብ ከዓ ሰብ ንኸይምህረሉ ሰብ ንኸይሰርሓሉ ከምኡ ጥራይ ዘይከውን ብጥበብ ዝበልዕ ሰብ እውን ኣሎ ንኩሉ ሰብስ ኮሮና ዓፅዎ ኣሎ ኤኒወይ ብጣዕሚ ፅብቕቲ ስራሕ እያ ካብ ታሪኽ ኣምጺኻ ነቲ ህዝቢ ብካልእ መልክዕ ጌርካ ነቲ ህዝቢ ከምኡ ምስራሕካ ብጣዕሚ ጽቡቕ እዩ። ካልእ ብሕጂ ካልእ ብዘይካ ክናናን መናናንሲ ብሕጂኸ ዘዳለኻዮም ስራሓት ኣለዉ ድዮም ወይስ ከምቲ ዓንተቦ ዝበልካዮ ተጣይስካ ኢኻ? ኖ ኖ ወመንሸን በርከቴቴ ኦኬ ግረ ንልምዓት ኢሎም ኣምፅኦምዎ
መሊሰ ከቲተ ሕጂ ደርፍታት ብዙሕ ደርፍታት ሕጂ እኳ ሓቂ ዘረባ እዚ ዝሓለፈ ክልተ ዓመት ሰለስተ ዓመት ዳርጋ ዝሒለ ነይረ ይመስሎ ሰብ ደስ ኢልካ ነርካ ይመስሎ ሰብ ግን ኣነ ንብዙሓት ሰብ ይህብ ፀኒሐ

ኣይከኣልኩን እቲ ደርፊ የውጽኦ ነቲ ሰብ ከም ደስ ዝብሎ ገይረ ካብቲ ጥበብ ኣይወጻኹን ካብቲ ኣነ ብጎሮሮይ ብድምጸይ ኣመ ግን ዚሕ ኢለ በርከ ደኺመ ዛሕ ኢለ በቃ ብኢኮኖሚ ጥዋሕዋሕ ኢለ ሽዑ ዋላ ኣብ ፕሪቫት ሂወተይ ፕሪቫት ጁባይ ብጀካ ኣእምሮይ ካልእ ነብሰይ ኩሉ ደዋዕዋዕ ኢለ ኣእምሮይ ግን ዋላ ሓንቲ ኣይኮንኩን ሽዑ ንሰባት ኣብ ካልእ ዓዲ ዘለዉ ደሓር እዞም ዓበይቲ ስነ ጥበባውያን ከኣ ኣይ ባዕልኻ እንዲኻ ሃንኩሞ ክትብሎም ዘለካ ግን ካባይ ዝጽበዩ ኣይመስለንን ኣይሃብኩን ነዞም ናእሽቱ ግን ከም በዓል ጽጋ ሓጎስ ኣብ ፈረንሳ ኣላ ንፍዕቲ
ፍዕቲ ቆልዓ ኣላ ምስ ረኣኹዎ ድምጻ ንዓኣ መንበሪ ክንፍትሽ ትብል ሰሪሐላ መንበሪ ክንፍትሽ ምንባር እናተቐብጸ

ከምኡ ቅድም ኢሉ ዝኣሉ መርዓ ተስፍኦም ተስፍኦም ዓለማርያም ኣሎ በዓል ታእዛዝ ሰለስተ ትእዛዝ ዑቕባይ ደርፊ ትእዛዝ ዑቕባይ ከምኡ ካብ ሃገርና ወፃኢ እውን ንተጋሩ ዝኾና እውን ክልተ ድየን ገለ ሂበ ዝገበሩ ኣውፅኦንኦ ድየን ኣይወፅኦን ኣይረኸቡን በዓል ዓይኒ ፋሮ ከምዚ ማለት እዩ

ኣለዋ ብዙሓት ግርም ብርሳንባ ትብል ኣላ ባሮቶ ትብል ኣላ ኩለን እዚኤን ተተኸቲለን በብክስታየን ክወፃ እየን ሽሞኛ ብጣዕሚ ፅቡቅ ሽሞኛ ዓድና ትብል ኣላ ገለ ገለ እያ ብዙሕ ሕጂ መፅኡ ሕጂ ብፍላይ እዚ ስቱድዮታት ተተኸፊቱ እዚ ኮሮና እንድሕሪ
ኮሮና ንዓዱ እንድሕሪ ኮይኑ ነብስሄር ኮይኑስ ሰሪሕና ከምኡ ኢና ብጣዕሚ ፅቡቅ እዩ ሰናይ ሓወይ ንሕና እውን ክንፅበየካ ኢና ካባኻ ብሕጂ ብዙሕ ብዙ ስራሕ ክንፅበ ኢና ብዓብዩ ህዝቢ ኤርትራ ካባኻ ዝፅበዮ ብዙሕ ነገር ኣሎ ከይደኸምካ ከይሰልቸወካ ክትሰርሕ ከተገልግሎ ነቲ ህዝቢ ከኣ በዚ ኣጋጣሚ እዚ ክላበወካ ይደሊ ማለት እዩ። ሐራይ እሞ መጀመርያ ከምቲ መብጽዓ ዝኣተናሎም ንኽቡራት ተኸታተልትና ሓንቲ ደርፊ ተዛረብ እንተዘይደሪፍካሎምሲ ክጸርፉኒ እዮም ኣብቲ ምስ ምሰልና ሚስተር ኦም ጌርካ እባ ኣይተታልለና እባ ገለ ከይብሉኒ ሕራይ
ሕጂ
ተዛረብ ክትደርፈለ ኢኻ ተዛረብ ምስ ወዳእና ናብቲ ኖህ ኢንተርቴንመንት ዘዳለወልካ ሽልማት ክንህበካ ኢና ግን እታ ሽልማት ኣብ ሓንቲ ባኮ እያ ተዓሺጋ ዘላ እተን ዝብፃሕና እውን ክትበና ኢኻ ናትኩማ ኡሎ ኢሎምና ኣሎ ከመይ ምዃኑ ኣይተረዳእና